ብዙሓት ብኮቪድ ተጠቂዖም ኣብ ሕክምና ተዓቚቦም ካብ ዝነበሩ ሰባት ናብ ንቡር ብምንቅስቓስ ህይወቶም ክምለሱ ከምዘይከኣሉ ተሓቢሩ። ጋዜጠኛታት ኣብ ስርሖም ንዘጋጠሞም ዝተፈላለዩ ሓደጋታትን ዕንቅፋታትን ዘወግድ ውሕስነት ክለላን ክግበረሎም ፃውዒት ቀሪቡ። ሰላም ዝኸበርኩም ተኸታተልቲ መደብና። ርሑስ በዓል ዒድ ኣልፈጥር ንኹሎም ኣመንቲ ምስልምና እንዳበልና እዚ ካብ ስቶኮልም ዝመደበሩ ማዕከን ዜና ሃርሞኒ ንሎሚ ረቡዕ ዓሰርተ ክልተ ግንቦት ክልተ ሽሕን ዕስራን ሓደን ዝተዳለወ ዜናዊ መሰናድኦና ቀንዲ ኣርእስታቱ ብምቕዳም ጀሚርና ኣለና። ምስ ኩሎም መሳርሕተይ ካብ ስቱድዮ ናብ ዝርዝር ዜና ዘምርሓኩም ኣርሴማ ሰሎሙን እየ ሰናይ ምክትታል። ኣብ መብዛሕትኡ ኩነታት ናይቶም ብኮቪድ ተጠቒዖም ሕክምናዊ ኣገልግሎት ረኺቦም ድሕሪ ምሕዋዮም ሓፈሻዊ ኩነታት ጥዕንኦም ናብ ንቡር ንክምለስ ኣፀጋሚ ይኸውን ከምዘሎ ተሓቢሩ። እዚ ካብ ትካላት ሕክምናን በዓል መዚ ማሕበራዊ ውሕስነት ተኣኪቡ ንሓበሬታ ዝበቅዕ ፀብፃብ ብዘመልከቶ፣ ብፍላይ እቶም ብኮቪድ ሓሚሞም ኣብ ሆስፒታላት ደቂሶም ሕክምናዊ ረድኤት ረኺቦም ዝወጹ፣ ብድኻምን ካልእ ተተሓሓዝቲ ጉዳያትን ናብ ስራሕ ኣብ ምምላስ ይኹን ካልእ ንቡር ናይ ህይወት ምንቅስቓስ ንምግባር ዓቢ ጸገም ከምዘሎ እቲ ሓበሬታ ኣረዲኡ። ሓደ ካብቲ እዚ ጸገማት ዝተራእየሉ ቦታ ኦስትራ ጎትላንድ ካብ ኣርባዕተ ሚእትን ዓሰርተ ሰለስተን ሕክምና ወሲዶም ዝወጹ ሰባት ሰማንያን ሸውዓተን ሚእታዊት ክሳብ ኣርባዕተ ወርሒ ናብ ስራሕ ከምዘይተመልሱ ክፍለጥ ተኻኢሉ። ጋዜጠኛታት ስርሖም ኣብ ምስራሕ ንዘጋጠሞም ዝተፈላለዩ ተፃብኦታት ውሕስነት ምክልኻልን ዝህብ ኣገባብ ኣሰራርሓ ክህሉ ዝሕግዝ ሜላ ሕብረት ኤውሮጳ ከተኣታቱ ከምዝግባእ ንመሰል ማሕበር ጋዜጠኛታት ብዘይዶብ ፃውዒት ኣቕሪቡ። እዚ ንመሰላት ጋዜጠኛታት ዝጣበቕ ዓቢ ማሕበር፣ ጋዜጠኛታት ንዝገብርዎ ዝተፈላለዩ ስርሓውቲ፣ ብፍላይ ከኣ ኣብ ምቅላዕ ብልሽውናን ካልእ ተተሓሓዝቲ ጉዳያትን ስዒቡ ኣብ ዝገብርዎ ስራሕ፣ ዝተፈላለዩ መንግስታውን ዘይመንግስታውን ዓበይቲ ትካላት ንጋዜጠኛታት ልዕሊ ዓቕሞም ብዝኾነ ወጻኢታት ብዝሓቱ ናይ ክሲ መስርሕን ካልእ ሜላን እንዳተጠቀሙ ጋዜጠኛታት ስቕ ንኸብሉ ዝግበር ሜላ ዘወግድ ውሕስነት ስራሕ ጋዜጠኝነት ዝህብ ኤውሮጳዊ ሕጊ ከተኣታቱ ከም ዝግባእ እቲ ማሕበር ኣብ ዘቕረቦ መዘክር ኣመልኪቱ'ሎ። ነዚ ብዝምልከት ትማሊ ብገለ ኣባላት ባይቶ ሕብረት ኤውሮጳ ጋዜጠኛታት ኣንጻር ኩሉ ስርሖም መበገሲ ዝገብር ክሲ ኣብ ዝቐርበሎም እዋን ምሉእ ውሕስነት ንኽወሃቦም ዝወሃቦም ዘኽእል ሕጊ ንኽህነጽ ነድፊ ኣቕሪቦም ከም ዘለዉ ይንገር። ኣብቲ ግጭትን ዝተፈላለዩ ምዕባለታትን ዝረኣየሉ ዘሎ ዞባ ቀርኒ ኣፍሪቃ ዘሎ ኩነታት ይቕጽል ከምዘሎ ሓቢሩ። መንግስቲ ኣሜሪካ ነቲ ብተደጋጋሚ ሰራዊት መንግስቲ ኤርትራ፣ ሓይልታት ምልሻ ኣምሓራን ካልኦትን ኣብ ትግራይ ኲናት ዘጋድዱ ዘለዉ ሓይልታት ካብ ትግራይ ክወፅእ ዘቕረቦ መተሓሳሰቢ መፀዋዕታ ተኸቲሉ ስለዘይተግበረ ኩሉ ኣማራፅታት ክጥቀም ኣባላት ባይቶ እታ ሃገር ከምዝደገፍዎ ብሓላፊ ወፃኢ ዝምድናታት ባይቶ እታ ሃገር ንመንግስቲ ከምዝተገልፀ ንዑደት ፍሉይ ልኡኽ ፕረዚደንት ኣሜሪካ ኣብቲ ዞባ ምኽንያት ብምግባር ዝወፁ ፀብፃባት ሓቢሮም። በዚ መሰረት ኣብቲ ዞባ ዑደት ዝግበር ዘሎ ፍሉይ ልኡኽ ኣሜሪካ ብዛዕባ ቀጺሉ ዘሎ መደባት መንግስቲ ኣሜሪካ ናብቲ ዞባ ኣብ ኣስመራ፣ ካይሮ፣ ኣዲስ ኣበባ ተረኺቡ ነቶም መንግስትታት ገሊጹሎም ከምዘሎ ክፍለጥ ተኻኢሉ ክብሉ ማዕከናት ዜና ሓቢሮም። እቲ ልኡኽ ሎሚ ናብ ኣሜሪካ ከምዝምለስን ብዛዕባ እቲ ኣብ ዞባ ዝገበሮ ነገራት ንመንግስትታት ማዕከናት ዜና መግለጺ ክህብ ትጽቢት ይግበረሉ። እዚ ከምዚሉ እንከሎ፣ እቲ ብሽም ምኽባር ሕጊ ተባሂሉ ኣብ ትግራይ ዝተጀመረ ውግእ ናብ ቅሉዕን ኣዕናውን ኲናት ኮይኑ ኣብ ዝቕፅለሉ ዘሎ እዋን ኣብ ማእከላይ ትግራይ ናብ ዶብ ኤርትራ ተሰጋጊሩ ኣብ ከባቢ ፆሮናን ሩባ በለሳን ጉርሁን ሰርናይን ኣብ ዝተባህሉ ቦታታት ወተሃደራዊ ምንቅስቓሳትን ግጭታትን ከምዘሎ ዝብል ናይ ኢትዮጵያ ፀብፃባት ማዕከናት ዜና ኣፍሊጠን። ይኹን እምበር እቲ ዜና ብነጻ ወገን ኣይተረጋገጸን ኣሎ። ክታበት ብምውሳድ ድሕሪ ዝወሃበካ ምስክር ወረቐት ክታበት ካብ ዝተፈላለዩ እገዳታት ነጻ ዝገብር ኩነታት ከምዝፍጠር ኣገልግሎት ዜና ቴቴ ሓቢሩ። ብመሰረት እቲ ሓበሬታ ክታበት ብምውሳድ እንተድኣ መረጋገጺ ምስክርነት፣ ሰነድ፣ ክታበት ወኒንካ፣ ካብ መገሻታትን ካልኦት ማሕበራዊ ምንቅስቓሳትትን ብዘይ ገለ ጸገም ንምክያድ ዓቢ ተኽእሎ ከም ዘሎ እቲ ሓበሬታ ኣረዲኡ። ከም ዝፍለጥ ብዙሓት ሃገራት ምስ ምውሳኽ ቁጽሪ ናይ ዝኽተቡ ሰባት፣ ኣበየ ሃገራት ዝነብሩ ዝጸንሐ መሳርሒታት ዕጽወን ማሕበራዊ እገዳታትን የፋኹስ ከም ዘሎ ዝፍለጥ ምዃኑ ይንገር። ኩሎም ኣባላት ፖሊስ ሽወደን ብኤሌክትሪክ ዝስራሕ ኣጽዋር ንምዕጣቕ ዘኽእል ኣብ ፈተነ ዝጸንሐ መስርሕ ብጽቡቕ ውጽኢት ስለዝተወደኣ ካብ ዝመጽእ ዘሎ ዓመት ክልተ ሽሕን ዕስራን ክልተን ናይ ኤሌክትሪክ ሽጉጥ ኣካል ዕጥቂ ፖሊስ ክኸውን ከምዝተወሰነ በዓል መዚ ፖሊስ ሽወደን ሓቢሩ። እዚ ኣብ እዋን ብሕጊ ዝድለዩ ሰባት ምሓዝ ዝፍጠር ኣሸጋሪ ኩነታት ኣብ ክንዲ ጥይት ምጥቃም ንተጠርጣሪ ከም ዘይንቀሳቐስ ዝገብር ናይ ኤሌክትሪክ ሽጉጥ ብምጥቃም ሓደገኛ ተጠርጠርቲ ምቁፅፃር ከምዝከኣል ድሕሪቲ ፈተነ ካብ ዝወፀ መግለፂ ሓቢሩ። ከም ዝፍለጥ ኣብ ሽወደን እዚ ዝዓይነቱ ኣጽዋር ፖሊስ ንኸይጥቀም ብዙሓት ኣካታዕቲ መድረኻት ከም ዝተሓለፉ ጸብጻባት የረድኡ። ትከታተልዎ ዘለኹም ኣብ ስቶክሆልም ዝመደበሩ ኤውሮጳዊ ማዕከን ዜና ሃርሞኒ እዩ። ካብዚ ብምቕጻል ብሓጺር ዝተዳለወ ካልኦት ዜናታት ከቕርበልኩም እየ። ሃገረ ፊንላንድ ክታበት ወሲዶም ግዳያት ጎድናዊ ሕማማት ንዝኾኑ ዓሰርተ ሓሙሽተ ሰባት ካብ ሽዱሽተ ሚእቲ ክሳብ ክልተ ሽሕ ኤውሮ ዝበጽሕ ካሕሳ ከምዝሃበት ተሓቢሩ። መንግስቲ እታ ሃገር ኣብ ተግባር ዘውዓሎ ሕጊ መሰረት ብሰንኪ ኣንጻር ኮቪድ ክታበት ወሲዶም ዝተፈላለዩ ጎድናዊ ጸገማት ክታበት ንዝገብረሎም ሰባት ግቡእ መስርሕ ተኸቲሉ ዝተፈላለዩ ክፍሊት ካሕሳ ከምዝኸፍል ሰብ መዚ መንግስቲ እታ ሃገር ይሕብሩ። ኣብ ሃገረ ኡጋንዳ ካብ ተራ ተዋጋኢ ክሳብ መራሒ ሓደ ዕጡቕ ተቓዋሚ ሓይሊ ብምዃን ኣብ በረኻታት ኡጋንዳ ዝንቀሳቐስ ዝነበረ መራሒ ብዝፈጸሞ ዝነበረ መጥቃዕቲ ኣብ ስቪላውያን ሰባት ጾታዊ መጥቃዕትን ካልኦትን ኣብ ዓለማዊ ቤት ፍርዲ ሕጊ ቀሪቡ ገበነኛ ኮይኑ ስለዝተረኽበ ክ ን ዕስራን ሓሙሽተን ዓመት ዝጸንሕ ጽኑዕ ማእሰርቲ ክቕጻዕ ከም ዝተፈርደ ጸብጻባት ካብ ሄግ ኣረዲኦም። ኣብ ሃገረ ቻይና ኣኣበየ ዓሰርተ ዓመት ሓንሳብ ዝካየድ ናይታ ሃገር ቆጸራ ህዝቢ፣ ኣብዚ እዋን ኣብዚ እዋን እዚ ዝካየድ ዘሎ ካብ ፔኪንግ ዝወጹ ሓበሬታታት ኣመልኪቶም። ኣብዚ ናይ ሕጂ ቆጸራ ብዝሒ ህዝቢ ቻይና እኳ እንተወሰኸ፣ ብወሊድ ደረጃ ዘሎ ኩነታት ግን ብዙሕ ለውጢ ብዙሕ ለውጢ ወይ ድማ ከምቲ ትጽቢት ዝተገብረሉ ሓደሽቲ ዝውለዱ ሰባት ከም ዘይነከየ እቲ ጸብጻብ ኣረጋጊጹ። ሃገር ኣሜሪካ ኣብታ ሃገር ካብ ዓሰርተ ክልተ ክሳብ ዓስተ ሽዱሽተ ዓመት ንዘለዉ ቆልዑ ዘገልግል ክታበት ኮቪድ ኣብ ግብሪ ከውዕል ከምዝተወሰነ ትካል ምውህሃድ ተመሓላለፍቲ ሕማማት እታ ሃገር ሓቢሩ። በዚ መሰረት ኣብታ ሃገር ቆልዑ ክታበት ክወስዱ ዕድል ተኸፊቱ ከምዘሎ የመልክት ክብል እቲ ሓበሬታ የረድእ። ምስዚ ኣብ ዝተኣሳሰር ዜና፣ ሕብረት ኤውሮጳ እውን ክሳብ መወዳእታ ናይዚ ወርሒ ከምዚ ዝኣመሰለ ሕጊ ክታበት ንቖልዑ ከውጽእ ምዃኑ ኣብ ትካል ምውህሃድ መድሃኒት ኤውሮጳ ዘውጽኣ ሓበሬታ ኣፍሊጡ። ኣብ ቀረባ እዋን ኣተሓሒዙ ኣብ ሃገረ ህንዲ ብዘሰንብድ ደረጃ ዘስፋሕፍሕ ዘሎ ኮሮናቫይረስ ብዓይነቱ ፍልይ ዝበለ ኮይኑ ኣብ ገለ ሃገራት ከምዝተራእየን እቲ ቫይረስ ኣብ ደረጃ ሓደግይነት ተሰሪዑ ከምዘሎ ንውድብ ጥዕና ዓለም ብምጥቃስ ማዕከን ዜና ቴተ ሓቢሩ። ብመሰረት እቲ ዜና እቲ ናይ ህንዲ ቫይረስ ካብቶም ካልኦት ቫይረስ ብዓይነቱ ፍልይ ዝበለን ልዑል ናይ ምዕባለ ተኽእሎ ከምዘለዎ ምዃኑ ይንገር። ዝኸበርኩም ተኸታተልቲ ሃርሞኒ ሜድያ፣ ንሎሚ ዝበልናዮም ዜናዊ መሰናድኦና ኣብ መላእ ኤውሮጳን ካልኦትን ዘጠቓለለ እዞም ስጋብ ሕጂ ክትከታተልዎም ዝጸናሕኩም እዮም። ንምክትታልኩም እንዳመስገንኩ ኣብ ዝመጽእ ዜናታት ስጋብ ንራኸብ ሓደ ካብቲ ንምስሳን ማዕኮንኩም ዝኾነ ሃርሞኒ ሜድያ ርእይቶኹም ተሳታፍነትኩም ብምዃን እቲ ኣብ ዩቱብ ዘሎ ቻነልና ሃርሞኒ ሜድያ ሳብስክራይብ ብምግባር ቤተሰብ ክትኮኑ ንምሕጸን። ብዘይካዚ ኣብ ፈይስቡክ ብዓብዩ ከኣ ኣብ መርበብ ሓበሬታና መዓልታዊ ዝዝርጋሕ ሓደሽቲ ዜናን ሓበሬታታትን ዝተፈላለዩ ጽሑፋትን ክትረኽቡ ኢኹም። ተሳተፉ ሕተቱ ርኸቡና ጸሓፉልና በዚ ኣብ ስክሪን ተጻሒፉ ዘሎ ኣድራሻና እንዳበልኩ ክፍለየኩም'የ።